ናብ ወለዱ ደው ኢለ ገንዘበይ እንተምለስኩ ጌጋ ዶ ይመስለኩም? እምነት ይዓቢ ኢለ ናብ እስር ቤት ኣትዩ ክስካዕ ዝወጽእ መስዋእቲ ከፊለሉ ዓዲ ምስ ከደ ግን ሰላምታ ኣይረሳዕኹን ፍትዋት ተኸታተልተይ እኳ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሮ ንዝብል ሓንቲ ሓፍተይ ብውሽጢ ጸሓፈትለይ ዛንታ እየ ሒዘልኩም መጽየ ኣነ ከምቲ ኩሉ ግዜ ናይ ዝሓፍተይ ዛንታ ኣንብየ ምስ ወዳእኹ ሓሳበይ ከካፍላ እየ ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይዚ ሓፍትና ዛንታ ከብለኩም ሰናይ ምክትታል። እዘ ናይ ዝሓፍትና ዛንታ ከምዚ እያ ትብል ኣቢየይ ከምቲ ኣነ ሰላም ዘለኽዎ ሰላም ክትኮንለ እዩ ትምኒተይ ኩሉ እቲ መኽርና ምኽሪ ከየድነቕኩኺ ኣይሓልፍን ኣብ ዓብዪ ደረጃ የብፅሕኺ ዝሓፍተይ የቐኒየለይ ዝሓፍተይ እና ኣነ ሓፍትኺ ኣብ ስዑዲ ሓሙሽተ ዓመት ዝገበርና ኣፍቃሪ ነይሩኒ ብልቢ የፍቅሮ ነይረ ካብኡ ንራኸብ እናበለ የሕምመኒ ነይሩ። ግን ምስ ቤተሰቡ ምስ ወለዱ ኣፋሊጡኒ እዩ። ካብኡ ቅድሚ ምርኻበይ ናቱ ፎቶ ፖስት ኢለዩ ብኻልእ ፌስቡክ። ካብኡ ሰብ ማዕረ ዝሓተተኒ ይምልስ እሞ ካብኡ ሓንቲ ጓል ኣይፈልጣን ኣብ ዕስራን ኣርባዕተን ሰዓት ናይ ፍቑራት ጌራ ሼር ኢላቶ። መን እያ እንተበልክዎ ቤተሰብ እያ ኢሉኒ። ሓንቲ ንያ ጓል ሓትንኡ መን እያ እንተበልክዋ ኣይፈልጣን ቤተሰብ እያ ኢሉኒ ኢላትኒ ካብኡ ስቕ ኢለ ካብኡ ሮሞዳን ክጅምር ኣትዩ ንውሽጢ ድሕሪት እዩ ነይሩ እናተጸበየኒ ንኽንራኸብ ኣርባዕተ መዓልቲ ምስ ተረፈኒ ተታሒዙ ኣብ እስር ቤት ዓመት ተኣሲሩ ኣጆኻ ይብሎ ኣብ ዓዲ ዘለዉ ቤተሰቡ ወለዱ ናባ ይድውልለይ ኣጆኻ እናበልኩ እምነት እዩ ዝዓብእ እናበልኩ ምስ ወለዱ ብጣጋ መሊኤ ኣውድኣመት ክኸውን ከሎ ይሓውሶ ነይረ። ዓዲ ከይደ ሰብ ዝገበሮ ክገብር እየ ኣይጠልመክን እናበለ ዓዲ ምስ ኣተወ ተቐይሩኒ፣ ሓሳባቱ ተቐይሩኒ። ካብኡ መሬተይ ገዚኤ ተመስገን ኢለ። ኣነን ንሱን ወለዱ ብቻ እዮም ዝፈልጡ ፍቑራት ከም ዝነበርና፣ ወለደይ ግን ኣይፈልጡን። ግን ቅርሺ ይብለኒ ኣይብለይን ይብሎ። ብጣጋ ይብለኒ ኣይብለይ እንተበልክዎ ኩሉ ኩነታቱ ቅይር ኢሉኒ። ካብኡ ንዒ ዓድኺ ይብለኒ ገዛይ ከስርሕ እሞ ክመጽእ እየ ይብሎ። በል ወለዲ ይተሓወስዎ እንተበልክዎ ምስ መጻኺ ይብለኒ ሓረካት ተብዚሑለይ። ንዓይ ዘይኸውን ምስ ፈለጥኩ ወሲነ። ካብኡ እንታይ ገይረያ ብሎክ ገይራትኒ እናበለ ናብ ቤተሰበይ ይኸይድ። ግን ኣይሰምዖምን በቃ ወሲነ እየ ንዓይ ኣይኸውንን ኢለም ካብኡ ክልተ ወርሒ ምስ ገበርኩ ግን ቤተሰቡ እንያ ንሱ ወዲ ይመጽእ ኣሎ ናብ ስዑዲ ወሊዱ ኣብ ዓዲ ክርስትና ኣሕሊፎም ኢላትኒ እንኳዕ ደስ በለኩም ኢለየ ኣጀኹ ዝሓፍተይ ኢላትኒ ሕዚ ግን ኣቢየይ ኣብ ዕፅዋን ክባን እናሃለየ ሰለስተ ሽሕ ኣለቂሐዮ ክሕልፈልኪ እየ እናበለ ኣቢኒ ሕዝስ ናብ ናቱ ወለዲ ዶ ክድውልስ ወይ ኣማኽርኒ ንሱ ግን ስደት መጺኡ ይድውለለይ ምንም ኣየልዕሎን ከማይ ጓል ኣንስተይቲ ሒዙ ኣነ ውን ወዲ ዓደይ ሒዘ ኣብ ስርሐይ ኣለኹ ተመስገን ኣብዛ ቅርሽስ ኣማኽርኒ ብልቢ ይቅርታ ጽሑፍ ኣብዚሐልኪ ወዲ ዓደይ ይደዋወል ኣለኹ ግን ንሱ ኣብ ዓዲ ኣነ ኣብ ስደት እምነት ኣይብለይን ብሰንኪ ቀዳማይ ምስ ዓርከይ ከላልየኪ ኢሉኒ እንታይ ከም ዝኾንኩ ደስ ምባል ኣብዩኒ በሊ ብስድራ ክውድእ ኢሉኒ ጊዜ ሃበኒ ኢለዮ። ኣቢየይ ምኽንያቱ ዓዲ ክትመጽኢ ኢኺ ይብለኒ። ቅድሚ ኩሉ ዕላማይ ገዛይ ከስርሕ ኢለዮ። በሊ ኣጆኺ ይብለኒ። ንዚ እምነት የብለይን። ክብድሎደ ኣይደለኹን። ከመይ ክገብር ጓል እነዋ ኣነ ተሞርዕየ ተፋቲሐ እየ። ንሱ ኣይተመርዐወን። ብዕድመ ይቕድመኒ እዩ። ግን ኣብዚኣ እስኪ ምኽርኺ ለግስለይ ንኻልኣይ ከይጉዳእ ኣቤዋይ መርዓ ደስ ኢሉኒ ይብለኒ ኪድ ተመርዖ ይብሎ ንሳኺ እየ ኢሉ ይጽበየኒ ኣሎ ኣብ ዓዲ ኮይኑ ከይደወለለይ ስቕ ይብልን ኣነ ከማን ከይደወልኩ ስቕ ይብል ባዕሉ ይድውለለይ ዝብል እዩ ዛንታኣ ከም ኣነ ክብለኪ ዝደሊ ክብርቲ ሓፍተይ ቀዳማይ ብዛዕባ እዚ ቀዳማይ ኣፍቃሪኺ ሰለስተ ሽሕ ርያል ኣብ ዕጽዋን ክባን ኣለቂሕክዮ እስካዕ ሕጂ ዘይመለሰልኪ ዘሎ ካልኣይ ድማ ብዛዕባ እዚ ካልኣይ ኣፍቃሪ ሒዝክዮ ዘለኺ ኢኺ ምኽሪ ደሊኽሉ ዘለኺ ብዛዕባ እዚ ቀዳማይ ክብለኪ ዝደሊ ኣነ ማለት ክስካዕ ሕጂ ብጣዕሚ ብዙሓት ገንዘበንሲ ኣፍቃሪየ እዩ ኢለን ሂበንኡ ይህብኡ ነይረን የለቅሕኡ ነይረን ይሕግዝኡ ነይረን ብዝተፈላለየ ኣጋጣሚ ምስኡ ገንዘበን ነይሩወን ብድሕሪኡ ግን እንተስ ከምዚ ንዓኺ ተቐይሩኪ ዘሎ ተቐይሩወን ወሊዱ ተመርዕዩ ጠሊሙወን ብሓፈሻ ንሰን ካብ ትፅቢተን ወፃእ ኮይኑ ስለ ዝፀንሐን ከመይ ገይረን ገንዘበን ከም ዝመለሳ ዋላ ሓንቲ ቅርሺ ከየትረፋ ከመይ ገይረን ገንዘበን ከም ዝመለሳ ብጣዕሚ ብዙሓት ስደተኛታት ኣብዚ ናተይ ቻናል ንባዕሉ ቀሪበን ኣለዋ። ጓል እንድሕር ደኣ ደልያ ጥበበኛ እያ። ኣብ ደቂቅ ብዙሕ ጥበባት ቀያይራ ብዙሕ ጥበባት ብዙሕ ፈጠራታት ፈጢራ ዝኾነ ዝሰኣነቶ ነገር ወይ ሸለል ኢላቶ ዝነበረት ነገር ክተምልስን ኣብ ኢዳ ክተእቱን ትኽእል እያ እንድሕር ደኣ ብልሒ ክተጠቂምክሉ እንድሕር ደኣ ናይ ጓልነት ጥበብክ እንድሕር ደኣ ተጠቂምክሉ ሲ ገንዘብኪ ከተምልስዮ ትኽእል ኢኺ ስለዚ እንድሕር ናብ ህልኽ ዘእትወኪ ኮይኑ እንድሕር ደኣ ይህበንን ኢልክ ተስፋ ቆሪጽክሉ እንድሕር ኩሉ ዓይነት መማረጽ ተጠቂምኪ መማረፂ እንድሕር ደኣ ስኢንኪ እምበር ኣነስ ናብ ወለዲ ደዊልኪ ገንዘበይ ይሃበኒ እንተዘይትብሊ እየ ዝብለኪ ምክንያቱ እንድሕር ደኣ ንሱ ገንዘብኪ ዘይክምልሰልኪ ደልዩ ሓደ ናብ ወለዱ ስለ ዝደወልክሲ ክክሕደኪ እውን ይክእል ናብ ህልክ እውን ክኣቱ ይክእል እዩ ስለዚ ብዝተፈላለየ ጥበባት ተጠቂምኪ ገንዘብኪ ክተምልሲ ኣለኪ እንተተካኢሉ እየ ዝብለኪ መፀረሻ መማረፂ መማረፂ እንድሕር ደኣ ስኢንኪ ግን ብዝኮነ ሜላ ጌርኪ ንሱ ክክሕደኪ ብዘይክእለሉ ዋላ ናብ ወለዱ ደዊልክሲ ክኽሕደልኪ ብዘይኽእለሉ ምስክራት ሒዝኪ ንወለዱ መጨረሻ ትኾይኑ ኣማራፂ ተስኢንካ ደዊልኪ ዋላ ገንዘብ ክተምለስኪ ፅቡቕ እዩ ይብለኪ ግን ቅድሚኡ ዝተፈላለየ ሜላ ተጠቒምኪ ገንዘብኪ መልሲ ኢለ መማኸርኩኺ ማለት እዩ ብዛዕባ እዚ ካልኣይ ድማ ኣነ ከም ኣነ ዘይኣምነሉ ምስዚ ሕጂ ዘሎ ናይ ኑሮ ውድነት ዲና ንብሎ ብተለምዶ ምስዚ ናይ ሕጂ ዘሎ ናብራ ምስዚ ናይ ሕጂ ዘሎ ሂወት ሓደ ወዲ ኣብ ዓዲ ከይኑ ብዙሓት መሳርሕቱ ብዙሓት መባልዕቱ መሳቲቱ መዋዕልቱ መማህርቱ ብዝተፈላለየ ጋጣሚ ዝፈልጠን ደቂ ኣንስትዮ ተኸቢቡ ከሎ ንዓኣተን ገዲፉ ንዓኺ ኣብ ስደት ንዘለኺ ኣፍቂረኪ ሓሚመልኪ ብዓዲ ክውድኣልኪ ወለደይ ከላልየኪ ኢሉ ዒስራን ኣርባዕተን ሰዓት ስለ ዝጸሓፈ ስለ ዝደወለ ካብ ኩላተን ንዓይ መሪጹኒ ኣፍቂሩኒ እዩ ካባይ ጥቕሚ ዘይኮነ ፍቕረይ ይደልዩ ኢልካ ምቕባል ኣነ ብጣዕሚ ከቢድ እዩ እየ ዝብል ከመጋጣም ዝኾነ ጋጣሚ ኣላልይዎም እንተስ መሓዙት ነይሮም ደቂ ከላሲ ነይሮም ብዝተፈላለየ ጋጣሚ ሃንደበት ተላልዮም እሞ ድሕሪ ልምምድ እንድሕር ተፋቒሮም በቃ ክኣምነሉ ምኸኣልኩ ነይረ ካብኡ ሓሊፉ ግን እንሱ ካብኡ ጎኑ ዘለዋ ብኣሽሓት ደቂ ኣንስትዮ ተኸቢቡ ነብ ስደት ዘላ እሞ ከዓ ንሕና ኣብ ስደት ዘለና ኣብ ዓዲ ዘሎ ኣብ ልዕሌና ከመይ ዓይነት ስእሊ ከም ዝስእለና ኣብ ሕልንኦም ተቐሪፃ ዘላ ኣብ ዓዲ ዓረብ ዘላ ጓል ኣንስተይትሲ እንታይ ዓይነት መንነት ከም ዘለዋ እቲ ንሕና ዘለናዮ መንነት እቲ ንሕና ዘለናዮ ሂወት ካልእ እዩ እቲ ንሶም መብዛሕትኦም ዝቐርፅዎ ከዓ ካልእ እዩ ስለዚስ ከምኡ ዓይነት ቅርጺ ሒዙ ከምኡ ዓይነት ስእሊ ከምኡ ዓይነት ሽም ኣብ ልዕሌና ሒዙሲ ካብዘን ኩለን ደቂ ኣንስትዮ ንዓ ከፍቂረኪ ኢሉ እንድሕር ደኣ ናባኺ ናብ ስደት ዘለኺ መጺኡ ኣብ ዓዲ ኮይኑ ብጣዕሚ የጣራጥር እዩ እሞ ከዓ መብዛሕቲኸን ደቂ ኣንስትዮ ትጋገይኡ ጌጋ ክትላለይኦም ከለኽን ገዛ ከም ዘለክን ገዛ ተስርሓ ከም ዘለኽን መሬት ትገዝኣ ከም ዘለኽን ገንዘብክን ደመወዝክን ትሕዝቶኽን ኩሉ ነገር ኢኽን ትናገርኦም ስለዚ ምስዚ ሕጂ ዘሎ ህይወት መማረጺ ኣብ ዝሰኣነሉ ብዙሕ ነገር ኣብ ዝከበረሉ ሰዓት'ዚ ከምኡ ኢልኪ እናተዛረብኩ ንኦም ከለኽስ ከለኽን ኣፍቂረኪ ግዴታ እዮም ኣፍቂረኪ ክብሉኸ ዝኽእሉ ብዓዱ ክውደእልኪ ወለደይ ከላልየኪ ኣዕርኽተይ ከላልየኪ ግዴታ እዩ ከምኡ ክብለኪ ዝኽእል ስለዚ እንድሕር ደኣ እዚ ሓቀኛ ኣፍቃሪ እንድሕር ደኣ ኮይኑ ገዛ እየሰርሕ ኣለኹ እናበልክዮ ወይ ከምዚ ይገዝእ ኣለኹ ኣብ ከምዚ በፂሐ ከምዚ በፂሐ እናበልኪ ዘይኮንኪ ክትላለዮ ዘለኪ ገዛ ከለኪ ከምዘይብልኪ ገንዘብ ከለኪ ከምዘይብልኪ ብዙሕ ነገር ከለኪ ግን ከምዘይብልኪ ኮይንኪ እንድሕር ደኣ ቀሪብክዮ ንኣብነት ሲ ሓንቲ ሓፍተይ ነይራ ሓደ ግዜ ዘዕለለትኒ ምስ ሓዋ ንባዕሉ ክላለ ከሎ ምስቲ ሓዋ ተማኺራ ገዛ ከምዘይብላ መሬት ከምዘይብላ ገንዘብ ከምዘይብላ ገይሩ ዝተዛረቦ ዘዕለለትኒ ነይራ ስለዚ ክትላለይዮ ከለኺ ገዛ ይሰርሕ ኣለኹ ገንዘብ ኣለኒ እንድሕር እናበልክ ተላሊኽዮ ንዓኺ ዘይኮነ ጥቕምኺ ኣፍቂሩ ከም ዝመጽእ ብድሕሪኡ እቲ ጥቕሚ ከም ዝጎደለ ድማ ምስኡ ፍቕሩ ጎዲሉ ምስኡ ፍቕሩ ጠፊኡ በቃ ገዲፉኪ ንኽኸይድ ኢኺ ትግድድዮ ዘለኺ ማለት እዩ ስለዚ ምንም ነገር የብለይን ኢልኪ ንዝወዲ ፈትንዮ ገዛ ዝበልክዮ ናይ ወለድኺ ገዛ ምዃኑ ወይ ናይ ሓፍትኺ ገዛ ምዃኑ ገንዘብ ከም ዘይብልኪ ምንም ነገር ከም ዘይብልኪ ጌርኪ ፈትንዮ ብድሕሪኡ ውን በቃ እንድሕር ድኣ ዘይቕየረኪ እንድሕር ድኣ ኮይኑ ምስ ኣመነኪ ከም ዘይብልኪ ምስ ኣመነ ዘይቕየረኪ እንድሕር ድኣ ኮይኑ ሓቀኛ ኣፍቃሪ እዩ ክበሃል ይከኣል ተዘይኮይኑ ግን ኣነ ተጠንቀቒ ደጊምኪ ከምቲ ኢልክዮ ዘለኺ ከይትጉድኢ ኢለየ ከማኸረኪ ዝደሊ ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ።